ሰላም ጥዕና ሀበልና ፍትዋት ቤተሰብ ግእዝ ቲቪ ዕለታዊ ዜና ሒዝናልኩም ቀሪብና ኣለና ንቻናልና ሓደሽቲ ዝኾንኩም ሳብስክራይብ ንመደባትና ድማ ሼርን ላይክን ብምግባር ቤተሰብ ክትኮኑ ብኽብሪ ንዕድም ፈለማ ቀንዲ ቀንዲ ነጥብታት ዜና ዝዕለት ናይ መጀመርታ ዙር ሰራዊት ጽምዶ ብድምቀት ተመሪቑ። ክመጽእ እንከለኹ በቃ ሕጂ ስድራይ ናይ ባህሊ እዮም ባህሊ ክፈትዉ ማለት እዮም ናይ ሃገሮም ገለ ክድግፉ ማለት እዮም ሕጂ ኣነን ኣሕዋተይን ወላ ካብ ንእሽተይ ክጉስጉሱ ማለት እዮም ኤርትራ ከምዚ ከምዚ ኣለዋ ፍቕሪ ኣለዋ ከምዚኣ ምስ ኩሎም ጽቡቕ እያ ትሳነ ኩሉ ኩሉ ብሓንሳብ መኣዲ ይኹን ገለ ይኹን
ደመቀ ዘውዱ ተቐበሉኒ ክብል ተማሕጺኑ። መንግስቲ ትግራይ ንኹሉ ነገር ድሉው እየ ኢሉ። ጉዳይ ተጋሩ ተምሃሮን ናይ ዩኒቨርሲቲ ኣዲስ ኣበባ መልስን ዝምልከት ዝርዝር ትሕዝቶ ኣለና። ክሳብ መወዳእታ መደብና ምሳና ክትጸንሑ ብኽብሪ እንዳዓደምና፣ ሕዚ ናብ ዝርዝሩ ክንሓልፍ። ናይ መጀመርታ ዙር ሰራዊት ጽምዶ ብድምቀት ተመሪቑ ኣሎ። ቤት ትምህርቲ ታዕሊምን መሰልጠንን ሳዋ ሎሚ መበል ሰላሳን ሸሞንተን ዙር ኣገልግሎት ዙር ጽምዶ ብድሙቕ ስነ ስርዓት ከምዘመረቐ ኣፍሊጡ። እዚ ኣብ ሳዋ ዝተኻየደ ስነ ስርዓት ምረቓ ፕረዚደንት ሃገረ ኤርትራ ኢሳያስ ኣፈወርቂ፣ ላዕለዎት ኣዘዝቲ ሰራዊት ጽምዶን ላዕለዎት ሰበ ስልጣን መንግስትን ኣባላት ዲፕሎማስን ከምኡ'ውን ብኣሽሓት ዝቑጸሩ ወለድን ኣጋይሽን ተረኺቦም እዮም ክብሉ ምንጭታትና ሓቢሮም። ተመረቕቲ ንኣዋርሕ ክወስድዎ ዝጸንሑ ኣካላዊ፣ ኣእምሮኣዊ ከምኡ'ውን ረቂቕ ወተሃደራዊ ታዕሊም ብጸብለልታ ከምዝዛዘሙ ተገሊጹ። ተመረቕቲ ሳላሳን ሸሞንተን ዙር፣ ዙር ጽምዶ፣ ክቡር መስዋእትነትን ሓደራን ናይቶም ዝሓለፉ ዙራት ብተኣማማንነት ከም ዝቕጽሉን ንህዝብን ሃገርን ኣብ ምክልኻልን ህንጸትን ድሉዋት ምዃኖምን ብቓለ ማሕልኦም ኣረጋጊጾም ኣለዎም። እዚ ዙር'ዚ ንሃገራዊ፣ ቀጠናውን ክልላውን ሓድነትን መንነትን ዘንጸባርቕ ሓያል ናይ ወተሃደራዊ ምርኢት ብምቕራብ'ዩ ስነ-ስርዓቱ ዛዚሙ ዘሎ ክብሉ ነቲ ምረቓ ዝተኸታተሉ ወሃብቲ ርእይቶ ገሊጾም። ኣብዚ ምረቓ ካብ ትግራይ፣ ኣምሓራ፣ ዓፋርን ሱዳንን ዝተመልመሉ ብርክት ዝበሉ መናእሰይ ሓይልታት ፅምዶ ከምዘለዉ እውን ተገሊፁ። ርሑቕ ሃገራት ዓለም መፂኦም ሕጂ ኣብ ዙር ሰላሳን ሸሞንተን ሃገራዊ ኣገልግሎት ሳዋ ንምስታፍ እነዉ ተረኺቦም ኣለዉ። መፅእ እንከለኹ በቃ ሕጂ ስድራይ ናይ ባህሊ እዮም ባህሊ ፈትዎም ዓጢዮም ናይ ሃገሮም ገለ ክድግፉ መዓት እዮም ሕጂ ኣነን ሕዋተይን ወላ ካብ ንእሸ ጉስጉሱ መዓት እዮም ኤርትራ ከምዚ ከምዚ ኣለዋ ፍቕሪ ኣለዋ ከምዚኣ ምስ ኩሎም ጽቡያት ትሳነ ኩሉ ኩሉ ብሓንሳ መኣዲ ይኹን ገለ ይኹን ኣብ ሕጂ ወላ ዝኾነ ወላ ምሳሕ ትበልዕ ከላስ በበይና ትኸውን ሓደ ብራዘርካ ሰዓት ክልተ ተበልዑ ሰዓት ሰለስተ ገለገለ ብሓንሳ ፍቕሪ ዝገለ የለን ግን ኣብ ኤርትራ ከምዚ ከምዚ ኣሎ ከምዚ ከምዚ ኢሎም ንዓና ገስጊሶምና ኣብ ሳዋ ከኣ ልክዕ ምጽእ ተበልኩም ተራኣኳኩም ብሓንሳእ ትበልዕ ብሓንሳእ ሰቲ እቲ ትበልዖ ነገር ሓደ እቲ ትውዕሎ ነገር ሓደ እቲ ትድቅሰሉ ዓራት ሓደ ኩሉ ሓደ ተኾነስ ብኡ እቲ ፈሪኻ ይስመር ማለት እዩ ሳዋ ጽቡቕ ረሂብ እዩ ኣብቲ መጀመርታ ይሕድሰካ እዩ ካብ ስድራኻ ክትፍለ ከለኻ ኣብ ሓድሽ ገዛ ክትቅመጥ ከለኻ እቲ ከባቢኻ ኣበይ ከም ትኸይድ እውን ክጠፋእካ ስለ ዝኽእል ብዓብይኡ ግን ፅቡቕ ብፅቡቕ ረኺበዮ እዚ ናይዚ እዋን ምረቓ ይኹን ወተሃደራዊ ሰልፊ ፍልይ ዘብሎ ካብ ዝተፈላለዩ ዓድታት ዝተውፃእፀአ ሰራዊት ንሓበራዊ ወፍሪ ብሓደ ምዕላሙ እዩ ተባሂሉ። ከም ዝፍለጥ ቀዳማይ ሚኒስትር ኣብይ ኣሕመድ ቅድሚ ሽዱሽተ ዓመት ናብ ሳዋ ተዓዲሙ ምስ ሓደሽቲ ምልምላት ተመረቕቲ ሰራዊት ተራኺቡ ምንባሩ ዝዝከር እዩ። እዚ ጠንካራ ናይ ጽምዶ ወተሃደራዊ ታዕሊም፣ ኢትዮጵያ ካብ ጽምዶ ዝመጽእ ዝኾነ ይኹን መጥቃዕቲ ንምክልኻል ድልውቲ ምዃና ትገልጽ ኣብ ዘላትሉ እዋን'ዩ። ናብ ዝቕጽል ዜና እንትንሓልፍ፣ ምስ ክቡር ማንነቱ ዝተባኣሰ ደመቀ ዘውዱ፣ ብእግዚኣብሄር ዝተሓረኹ ሙሴ ስለ ዝኾንኩ ተቐቦልኒ ክብል ተማሕጺኑ። ደመቀ ዘውዱ ኣብ ዘካየዶ ቃለ መሕተት ንባዕሉ ምስ ሙሴን ዳዊትን ብምምስሳል ነቲ ኣብ ጎንደር ሓምለ ሓሙሽተ ክልተ ሽሕን ሸሞንተን ዓመተ ምህረት ዘጋጠመ ተኹሲ ሕዚ ንዘሎ ለውጢ መሰረት ከምዝኾነን ህወሓት ክሰዓር ከምዝኽእል ዘርኣየሉ ፍፃመ ከምዝነበረን ገሊፁ። ይኹን እምበር እዚ ትግራዋይነቱ ዝኸሓደ ሰብ ብሄርን ውድብን ብምትሕውዋስ ህወሓትን ህዝቢ ትግራይን ሓደ ምሲሉ ከቕርብ ዝፈተነሉ ኣገባብ ትኽክል ከምዘይኮነ ተንተንቲ ይገልፁ። ብግዲ ኣምሓራይ ኢልኩም ተቐበሉኒ ክብል ዝገብሮ ዘሎ ጽዑቕ ምንቅስቓስ ድማ ካብቲ ብፖለቲካዊ ምሁራን ኣምሓራ በጺሕዎ ዘሎ ተነጽሎ ንምምላጥ ዝግበር ዘሎ ናይ ተማሕጽኖ ፈተነ ምዃኑ ይግለጽ። እቲ ኣብ ምዕራብ ትግራይ ኣብ ልዕሊ ተወለድቲ ትግራይ ብምፍጻም ግህሰት መሰላት ዝኽሰስ ዘሎ ደመቀ፣ ነቲ ናይ ሓምለ ክልተ ሽሕን ሸሞንተን ዓመተ ምህረት ፍጻመ ምስቲ ኣብ ዓሰርተ ትሽዓተ ሓምሳን ሰለስተን ዓመተ ምህረት ኣብ ልዕሊ ሃጸይ ሃይለስላሴ ዝተገብረ ናይ ታሪኻዊ ፈተነ ዕልዋ መንግስቲ ከም ዘመሳሰሎ ኣመልኪቱ። ኣብቲ እዋን ዝነበረ ብህወሓት ዝምራሕ መንግስቲ ተቓውሞታት ናይ ምጭፍላቕ ዓቕሚ እኳ እንተነበሮ፣ ንሱ ከም ዝበሎ ግና ኣብቲ ማሕበረሰብ ህወሓት ኣይወድቕን ዝብል ስምዒት ፈፂሙ ከም ዘይነበረ፣ እኳ ደኣስ ድሕሪ መርፃ ተስዓን ሸውዓተን ዓመተ ምህረት ዝተለዓዓሉ ተደጋጋሚ ህዝባዊ ተቓውሞታት መረጋገፅታት ምዃኖም ተንተንቲ ፖለቲካ የረድኡ። ኣብ መወዳእታ ደመቀ ዘውዱ እግዚኣብሄር ካብ ባርነት ንምውፃእ ንእስራኤላውያን ሙሴ ከም ዝሃቦም ንኢትዮጵያውያን ድማ ካብ ባርነት ህወሓት ንምውፃእ እግዚኣብሄር ነቲ ሰለስተ ሚእቲ ሽሕ ቅርሺ ካብ ደደቢት ተለቂሑ ልቕሑ ከይመልስ ክብል ማንነቱ ዝለወጠ ደመቀ ከምዝመረጸሎምን ፈጣሪ ዝሓረዮ መለኮታዊ መራሒ ከምዝኾነን ከቕርብ ፈቲኑ እዩ። ነቲ ቃልሲ ከም ሙሴ ንኽመርሖ ፈጣሪ ከምዝሓረዮ ብምግላጽ ብምግላጽ ዘመስገነ ደመቀ እዚ ኩሉ ብግዲ ኣምሓራይ ኢልኩም ተቐበሉኒ ዝብል ምስትንታን ግን ነቲ ኣብዚ እዋን ብወገን ምሁራን ኣምሓራ ዘጋጥሞ ዘሎ ፖለቲካዊ ተነጽሎ ንምሽፋን ዝተጠቐመሉ ናይ ተስፋ ምቑራጽ ፈተነ ምዃኑ ተንተንቲ የነጽሩ። ናይ ደመቀ መኮንን ወላደ'ቡኡ ኣባ መኮንን ሓደ እዋን ብዝተገብረሎም ቃለ መጠይቕ፣ ወዶም ኣንጻር ትግራዋይ ማንነቱ ምውፋሩ ካብ ልቦም ከም ዘሕዘኖም ምግላጾም ዝዝከር እዩ። ክንዲ ዓሰርተ ሽዱሽተ እንትብል ተዓጢቑ ከይዱ ምስ ኢህኣደግ።
ቀደም ማለት እዩ። እወ ቀደም።
እወ። ዓሰርተ ሽዱሽተ ዓመት እዩ ዕጥቂ ተዓጢቑ ከይዱ። መኮነን ዳኛ ይበሃል ነበረ ሰብኣይ ሓትኖ ደንጎር ሸኻ ማርያም እዩ ኣብኣ ዓብዩ ኣብኣ እዩ ከይዱ ሕጂ እንድሕር ኣብዩ ምስ ወያኔ ኮይኑ እዩ ኣቡኡ እንዳጠየቀ መጺኡ ኣብታ ማዕዶ ኮ ኣማላኪቶሞ መጺኡ ሪእኒ ንክስ ኣዳጋ ተላኢኩ ምስ ሰራዊቱ ኮይኑ እንቲምለስ መሊሱ ካልኣይ መጺኡ ወደይ ኢለ ኣክቢሬ ጤለይ ሓሪዴ ኣክብሬ ተሓጉሼ ተቀቢለዮ።
ሕዚ ከም ዝፍለጥ ኮነሬል ህዝቢ ወልቃይት ናይ ማንነት ሕቶ የብለይን እዩ ዝብል ኮነሬል ደመቀ ህዝቢ ወልቃይት ትግራዋይ ኣይኮነን ብዝብል እናለዓዓለ እዩ ዝርከብ። ህዝቢ ኣምሓራን ህዝቢ ትግራይን ድማ ንብዙሓት ዓመታት እውን ብሓደ ብሃይማኖት ብታሪክ እውን ዘራኽብ ብዙሓት ታሪኻት ኣለውዎ። ስለዚ ንሶም ከም መጠን ወላዲ ከምኡ ክገብር ዘለዓዕሎ ዘሎ ምኽንያት እንታይ ይኸውን? ኣዕሊሉዎም ይነብር ዶ?
ናብ ጥያቄ ኣብጽሕና። ኣና ዝሰምዕ ተባሪሩ ኣባይ ወልዱ ኣባይ ወልዱ ኣርባዓ ሽሕ ዲካሬ መሬት መለስ እንታሎ እተዓደሎ ኣግዲፉ ብውልቁ ሰዲድዎ ወረስካኒ ኣግደፍካኒ ኢሉ ሂጨውህ እንተኸደ ኣባይ ወልዱ ሽጉጥ መዚዙ ይቐትሎ ያውም ሳለ ህዝቢ ብሙሉእ እነበረ እምበር ብግልግል ወፂኡ ያጥፋኣኒ እዳጅም እንትብል ወሊቑ ከዲዑ ከደ ናብ ኣምሓራ እዚኣ ሰሚዐ ኣለኹ።
እምበር ትግራዋይ ምዃኑ ንሱ እውን ይተኣማመን እዩ ማለት እዩ።
እቲ ወደይ ኣነ ኣቦኡ እንዳሃለኹ ኣዲኡ ኸኣ ትግራወይቲ እንድያ ኣይወልቀተእማ ኣይወልቃይት እንዶ ዓዳ ዓዳ ዓዳ ኣባሕጎኡ ወልቃይት ዳኾነ የብሊ ኣዲኡ ኣብዚ ምሳይ እያ ትግራዋይ ጭድ በለ እዩ ኣዲኡ ወዲ ራስ ወዲ ራስ ለጀና ጓል ለኣከ ማርያም እያ ኣዲኡ ወዲ መላኪ ኣያ ናዚ ኣቦሕጉ ርስትና መወለድና ተጋሩ ኢና ኣና ወዲ ሃፃዋን እየ ወዲ ርኣስ ስብሃት ኢና ኣና ባደይ ወዲ ርኣስ ስብሃት እየ ዓጋመ ዓዲ ግራት።
ብስሩ ህዝቢ ወልቃይት መንነቱ ትግራዋይ ድዩስ ኣምሓራይ እዩ?
ትግረዋይ እዩ። ናብ ዝቕፅል ዜና እንትንሓልፍ፣ መንግስቲ ትግራይ ንኹሉ ነገር ድሉው እየ ክብል ገሊፁ። ብሄራዊ ክልላዊ መንግስቲ ትግራይ ኣብ ዘውፅኦ ሰሙናዊ መግለፂ፣ እቲ ምስ ስርዓት ብልፅግና ተገይሩ ዝነበረ ናይ ፕሪቶርያ ስምምዕ ሰላም ብሰንኪ እቲ ስርዓት ዝፈጠሮም ዕንቅፋታትን ኣፈረምቲ ኣካላት ሓላፍነቶም ብግቡእ ብዘይምፍፃሞም ከምዝፈረሰ ኣፍሊጡ። ብምዃኑ ድማ ብህዝቢ ዝተመርፀ መንግስቲ ናብ ቦትኡ ተመሊሱ ብሓዱሽ መልክዕ ቤት ምኽሪ ፈፃሚት ስራሕ ኣጣይሹ ስርሑ ከምዝጀመረ ብምግላፅ፣ ግዝኣታዊ ሓድነት ትግራይ ምርግጋፅን ተመዛበልቲ ንምምላስን ቁልፊ ኣጀንድኡ ምዃኑ ሓቢሩ ኣሎ። ይኹን እምበር ስርዓት ብልፅግና ኣብዚ ቀረባ እዋን ሰፊሕ ናይ ፅልኢ ፕሮፖጋንዳ ካብ ምንዛሕ ሓሊፉ ኣብ ናይ ድሮን መጥቃዕትታትን ናይ ሰራዊት ምቅርራባትን ብምስግጋር ዳግማ ጀኖሳይዳዊ ኲናት ንምጅማር ኩሉ ዓይነት ምድላዋት ይገብር ከም ዘሎ ህወሓት ኣጠንቂቑ። ብምዃኑ ድማ ህዝብን መንግስትን ትግራይ ኢዶምን እግሮምን ተኣሲሮም ጥፍኣት ከም ዘይፅበዩን ዝመፅእ ሓደጋ ንምምካት ብኹሉ መዳይ ውሽጣዊ ዓቕሞምን ዓርሰ ምርኮስኦምን ከጠናኽሩ ሞራላውን ሕጋውን ግዴታ ከም ዘለዎም ኣገንዚቡ። ብተወሳኺ እቲ መግለፂ ምስቲ ተጋሩ ከም ዘርኢ ዝፀልእ ስርዓት ተሰሊፎም ነውሪ ዝፍፅሙን ቃልሲ ህዝቢ ትግራይ ዘዐንቅፉን ዘለዉ ኣካላት ናይ ግዘ ጉዳይ እንተዘይኮይኑ ካብ ናይ ታሪኽ ሞራልን ሕግን ተሓታትነት ፍፁም ከም ዘየምልጡ መጠንቀቕታ ኣመሓላሊፉ ኣሎ። መናእሰይ ትግራይ እውን ብናይ ሓሶት ፕሮፖጋንዳ ከይተጠለፉ ካብቲ ብልፅግና ዘካይዶ ዘሎ ናይ ግፋን ሞራልን ዝሰብርን ተግባራት ዓርሶም ከድሕኑን ደጋጊሞም ሓሲቦም ናብ ዓዶም ክምለሱን ፀዊዑ ኣሎ። ስለዝኾነ ድማ መንግስቲ ትግራይ ፀገማት ብሰላማዊ መንገዲ ንምፍታሕ ዘለዎ ድልውነት እኳ እንተገለፀ ዕድል ሰላም ዓፅዩ ህዝቢ ትግራይ ንምፅናት ዝግበር ዝኾነ ይኹን ፈተነ ግና ዝኸፍእ ሓደጋ ካብ ምምፃእ ሓሊፉ ካልእ ረብሓ ስለዘይብሉ ነዚ በለፀኛ ኣካይዳ እዙይ ከምዝቃለሶ እውን ኣተሓሳሲቡ። ፍትሓዊ ቃልሲ ህዝቢ ትግራይ ብዋሕዚ ሕሶትን ለኻዕኻዕን ከምዘይኹለፍን ብዓወት ከምዝዛዘምን እውን ኣስሚሩ ኣሎ። ናብ ዝቕጽል ዜና እንትንሓልፍ ሕልምታትና ኣብ ትሕቲ ቀዳድ ኬንዳ ይቅህሞል ይቕህሙ ኣለዉ ክብሉ ተመዛበልቲ ኣተሓሳሲቦም። ኣብ መዕቖቢ ማእኸል ሰብዓ ካሬ ዝርከቡ ሰገናት ናብ መረበቶም ናይ ምምላስ መሪር ጻውዒት ኣቕሪቦም። ኣብ መዕቖቢ ማእከል ሰብዓ ካሬ ዝርከቡ ተመዛበልቲ ሰገናት ብሰንኪ ዝተደራረቡ ሰብኣውን ማሕበራውን ጸገማት ወርቃዊ ዕድመኦምን መጻኢ ተስፍኦምን ይባኽን ከምዘሎ ብምግላጽ ዝምልከቶም ኣካላት ብህጹጽ ናብ ስሩዕ መረበቶም ክመልስዎም ጻውዒት ዘቕረቡ እንትኾኑ ኣብቲ ዘስምዕዎ መሪር ቃል ከም ዜጋ ብኽብሪ ክነብሩን ትምህርቶም ክከታተልሉን ዝግብኦም ዝነበረ ክቡር ግዜኦም ኣብ ትሕቲ ቀዳድ ኬንዳ ተሓጺሮም ዕድመኦም ይኸይድ ከምዘሎን እቲ ክንመሃረሉን ክንዓብየሉን ዝግባእ ዝነበረ ግዜና ይሓልፍ ኣሎ፣ ብሩህ ሕልምታትና ድማ ተስፋ ብዘቑርፅ ኩነታት ይቕህም ኣሎ ክብሉ ብሓዘን ተዛሪቦም እዮም። ብተወሳኺ እቲ ዝወረዶም መከራ ተደራራቢ ምዃኑ፣ እቲ ኣብ ማእኸል ዘሎ ናብራ ካብ ዓቕሞም ንላዕሊ ኮይኑ ከም ዘሎን ብምሕባር፣ ሕቶና ናይ ምግቢ ወይ ግዝያዊ ረድኤት ጥራይ ዘይኮነስ ሰብኣዊ ክብረትና ተሓልዩ ናብ መረበትና ተመሊስና መፃኢ ዕድልና እነውሕሰሉ ኩነታት ክመቻቸወልና ይግባእ ክብሉ ፀዊዖም። ኣብ መወዳእታ ጉዳይ ተጋሩ ተምሃሮን ናይ ዩኒቨርሲቲ ኣዲስ ኣበባ መልስን ዝብል ዝርዝር ኣለና። ኣብ ዩኒቨርሲቲ ኣዲስ ኣበባ ትምህርቶም ዝከታተሉ ዘለዉ ካብ ትግራይ ዝመፁ ተምሃሮ ኣብ ትግራይ ብዘሎ ግዱድ ናይ ውትህድርና ምልመላን ስግኣት ፀጥታን ምክንያት ናብ ስድራ ቤቶም ክምለሱ ከም ዘይኽእሉ ብምግላፅ ናይቲ ዩኒቨርሲቲ ምምሕዳር ናይ ክረምቲ መዕረፊ ወይ ዶርሚተሪ ክፈቕደሎም ፃውዒት ኣቕሪቦም ከም ዝነበሩ ዝዝከር እዩ። እቶም ተምሃሮ ብዘቕረብዎ ሕቶ መሰረት ካብ ኣካላዊ ድሕንነት ስግኣት ሓሊፉ እቲ ዝጀመርዎ ናይ ላዕለዋይ ትምህርቲ ጉዕዞ ሙሉእ ብሙሉእ ከቋርፆ ከምዝኽእል እውን ምግላፆም ዝዝከር እዩ። እቶም በዚ መሰረት እቶም ተምሃሮ ክረምቲ ኣብ ውሽጢ እቲ ግቢ ከሕልፉ ከምዝተፈቐደሎም ካብቶም ተምሃሮ ዝረኸብናዮ ሓበሬታ የመልክት። በዚ መሰረት ድማ እቶም ተምሃሮ ዘቕረብዎ ጥርዓን ስዒቡ ክሳብ ዝቕፅል ዓመተ ትምህርቲ ኣድላዪ ናይ ምግብን ዶርምን ኣገልግሎት እንዳረኸቡ ኣብ ውሽጢ ግቢ ክፀንሑ ከምዝተፈቐደሎም ተገሊፁ ኣሎ። ኣብ ዩኒቨርሲቲ ኣዲስ ኣበባ ናይ ኮሚኒኬሽን ዳይሬክተር ዶክተር ኤልያስ ወርቁ ነዚ ሓበሬታ እዚ ኣረጋጊፆም እዮም። እቶም ዳይሪክተር ኣድላይ በጀት ከም ዝመፅእ ተገይሩ እቶም ተምሃሮ ኣብ ውሽጢ ግቢ ክፀንሑ ተገይሩ እዩ ኢሎም። ናይ ዩኒቨርሲቲ ኣዲስ ኣበባ ኣካዳሚክ ምክትል ፕሬዚደንት ዶክተር ጀይሉ ኡመር እውን እቶም ተምሃሮ ኣብ ውሽጢ ግቢ ከም ዘለዉ ኣረጋጊፆም እዮም። ነቲ ዘቕረብዎ ጥርዓን ምላሽ ከም ዝተውሃበሉ ብምርግጋፅ ዘድሊ ነገር እንዳተገበረሎም ክፀንሑ እዮም ክብሉ እውን ገሊፆም። ክቡራት ተኸታተልቲ መደብ ዜና ግእዝ ቲቪ፣ ንሎሚ ዘዳሎናዮም ዕለታዊ ፍጻመታት ኣብዚ ንዛዝም። ኣብ ዝቕጽል ብኻልእ ርእሰ ጉዳያት ክሳብ ንራኸብ ሰላም። ግእዝ ቲቪ ልሳን ህዝቢ።